ሓደ ሚስጥርና ፓሽና ወይ ድማ እቲ ለቃጽል ካብ ውሽጥና ዝተላዓለ ድሌት ክንርዳእ ይግበእና ማለት እዩ ድሕሪ እዚ ፓሽና ምስ ፈለጥና ሕዚ ፓሽን ካብ ሰብ ናብ ሰብ ክፈላለ ይኽእል እዩ ሓደ ሓደ ሰብ ናይ ምምሃር ወይ ድማ ካልኦት ሰባት ናይ ምምሃር ልሓሸ ዜጋ ናይ ምፍጣር ፓሽን ክህሉ ይኽእል ኻሊ ናይ ስራሕ ንግዲ ወይ ድማ ኣብ ቢዝነስ ኣትዩ ልሓሸ ነገር ክሰርሕ ይኽእል እዩ። ብዶክተር ክህሊ ይኽእል፣ ብኢንጂነሪንግ፣ ፋሽንና ብቻ እቲ ንዓና ዝተፈጠርናሉ ኢልና ዝሓሰብናዮ ነገር ክንሰርሕን ብግደና እዩ። ቁፅሪ ሓደ ሚስጥርና ነቕምጦ፣ እቲ ቁፅሪ ክልተ ፓሽንና ምስ ፈለጥና ትልሚ ክነቕምጠሉ ይግባእ ማለት እዩ። ፕላን ወይ ድማ ትልሚ ተሃልዩና እቲ ዝሓሰብናዮ ሓሳብ ኣብ ወረቐት ምቕማጥ ማለት እዩ። ትልሚ ክብል እንተለና ክልተ ዓይነት ትልምታት ክህልዩ ይኽእሉ እዮም። ኣብ ብዙሕ ድሕሪ ብዙሕ ዓመት ክነሳኽዖ እንደሊ ትልሚ ክህሊ ይኽእል ወይ ድማ ኣብ ሓፂር መዓልቲ ክነሳኽዖ እንደሊ ትልሚ ክህሊ ይኽእል ማለት እዩ። ሾርት ተርምና ሎንግ ተርምና ድሪምና ወይ ድማ ፕላና ታይ ምኳኑ ብደንብ ከነውምጠን ይግበኣና እዩ ትልሚ ማኡማትና ታይ እዩ ልሕግዘና ሰባት ንባሃል ተለና ሓሳብ ንሓስብ ብጣዕሚ ብዙሕ እዩ ሓደ ሰብ ብማእኸላይ ክሳብ ሰብዓ ሽሕ ክሳዕ ሰማንያ ሽሕ ሓሳባት እዮም ደጋግሙ መዓልቲ ብመዓልቲ ማለት እዩ እዞም ሓሳባት እዚኦም ባዕሉ ድሕን ክቋፀፀር ድሕን ለይከኣለ ኮይኑ ወይ ድማ ተመሳሰልቲ ሓሳብ ደጋግምቲ ኮይኑ ዝሰብዚ ህይወቱ ልሓሸ ለውጢ ከምጽእ ኣይኸእል እዩ እሞ ትልምና ሓሳብና ወይ ድማ እቲ ልሓሰብናዮ ኣብ ኣእምሮና ልሎ ሓሳብ ማዕዘ ኣቺቭ ክንገብሮ ክንደሊ ከም ሓገዝ ክኾነና ስለ ልኸእል ማዕዘ እየ እዚ ነገር እዚ ከሳኽሖ ልደሊ ነቲ ነገር ንምስኻዕኸ ታይ ታይ ነገራት እየ ከድልዩኒ ልኽእሉ ንብሉ ልተፈላለዩ ሕቶታት ኣብዚ ኢና ነቕምጦም ማለት እዩ። ትልሚ ናይ ህይወትና ማፕ እዩ፣ ልክዕ ካርታ እዩ ማለት እዩ። ንኣብነት ካብ ሓደ ቦታ ናብ ኻሊእ ቦታ ክንንቀሳቐስ እንተኾይና ግድን ካርታ የድልየና እዩ ማለት እዩ። ካርታ ድሕሪ ዘይብልና ኣብ መንገዲ ወይ ድማ ኣብ ማእኸል ኣብቲ ቦታ ዝሓሰብናሉ ከይበፃሕና ክንጠልቕ ወይ ድማ ክንጠፍእ ንኽእል ኢና እሞ ትልሚ ወሳኒ እዩ ማለት እዩ። ልክዕ ናይ ኣእምሮና ዘሎ ሓሳብ ብስእላዊ መልክዕ ተቕሚጥናዮ እውን ዝሓሸ ክኾነልና ይኽእል እዩ መጀመርያ። So ኣብዚ ብርኪ እዚ ፓሽንና ፈሊጥና ዲና እቲ ንደልዮ ነገር ተፈሊጥና ደስትኔሽን ኣፈሊጥና ኣለና ማለት እዩ። ደስትኔሽን ኣፈሊጥና ማለት ድማ መወዳእታ መስመርና ወይ ድማ መወዳእታ ነጥብና ታይ ክኾን ከም ዝኽእል ተረዲእና ኣለና። እሱ ምስ ፈለጥና ናብ ትልሚ ትልሚ ማለት ታይ ዓይነት ሰባት እየ ክፋለጥ ታይ ዓይነት መንገዲ እዩ ክህልየኒ ዝኽእል ፕላን ክህልየና ይኽእል ማለት እዩ። ኦብስታክልና ወይ ድማ እዞም ቻሌንጅና ከጋጥሙና ዝኽእሉ መንገዲ ብምፍጣርና ኣብቲ እዋን ፀገም ከፍ ተመፀና እውን ኣብቲ ፀገም ከጋጥሙና ዝኽእሉ ንትልምና ክሕጉሱ ዝኽእሉ ዝተፈላለዩ መንገድታት ብምፍጣርና ብትልምና ሮድ ማፕና ሰሪሕና ናብ ደለናዮ ዶ ክንበፅሕ ንኽእል ኢና ማለት እዩ። እቲ ሳልሳይ ድሕሪ ትልምና ማለት እዩ ከም ሳልሳይ ሜላ ሒዝናዮ ዘለና ሰነድ ኣሚን ሰበባት ከነወግድ ይኹን ዝግበእና ማለት እዩ። ሰባት እንትበሃል ተለና ኣብዚ ሕዚ ብርኪ ህይወት በፂሕና ዘለና ዝተፈላለዩ ሰበባት ወይ ድማ ዝተፈላለዩ ኤክስኪዩዛት ላይን ኤክስኪዩዛት ኣብ ህይወትና እንዳ ኣተና ፀኒሕና ኢና ማለት እዩ ላይክ ብዙሓት ዓይነት ኤክስኪውዝ ክህቡ ይኽእሉ ኢሉ እታ መጀመርያ ዝተዛረብኩዋ ሕጂ ውን ደጊመ ክናገራ ዝደሊ ናይ ሂወትና ሓላፍነት ባዕልና ክንወስድ ከም ዝግበእና እዩ ሓላፍነት ተወሲድና ናተይ ውድቀት ወይ ድማ ናተይ ዓወት ተጠያቂ ኣነ ጥራሕ እየ ምዃነይ ብምርዳእ ካብ ማንኛውም ወይ ድማ ዝኾነ ዓይነት ሰበብ ባዕልና ክነወግድ ከም ዝግበእና እዩ ማለት እዩ። ቤተሰብካ ከ ሰበብ ክንገብር የብልናይ መምሃራና ሰበብ ክንገብር የብልናይ ማሕበረሰብና ሰበብ ክንገብር የብልናይ ሃገርና ሰበብ ክንገብር የብልናይ ማለት እዩ ናይካ ዓወት ኣብ ኢድካ መሰረት ዝገበረ እዩ ናይካ ዓወት ኣብ ኢድካ መሰረት ዝገበረ እዩ ማለት እዩ እዚ ነወግድ ተኮይና ኤክስኪዩዝ ስብሕን ናይ ነቢ ዘኮይና ትደለናዮ ዓወት ወይ ድማ ትደለናዮ ናይ ዋንጫ ዓወት ህይወት ኣብ ኢድና ክነግንዮ ንኽእል ኢና ማለት እዩ እሞ ሰበባት ካብ ሎማዓንቲ ጀሚርና ብምውጋድ ናብ ዓውት ሂወትና ክንቀሳቀስ ከም ዝግበእና እዩ እቲ ራብዓይ ጽንዓትን ትዕግስትን ክህልወና ይግባእ ማለት እዩ መብዛሕትኡ ግዜ ብሓደ ለይቲ ወይ ድማ ብሓደ ምሸት ብሓደ ሰዓት ብሓደ መዓልቲ ብሓደ ወርሒ ዝመጽእ ለውጢ የለን ጽቡቓት ስራሕቲ ኣብ ዓለም ሎም ብጣዕሚ ጽቡቓት ስራሕቲ ዝተውሃቡ ብዙሓት ዓመታት ብዙሓት ሰዓታት ናይ ብዙሓት ጻዕርን ትዕግስትን ለውጢ እዮም ወይ ድማ ዓወት እዮም ማለት እዩ። ከምቲ ልሙድ ዝኾነ ኣበሃህላ እኒኤና ከተማ ሮማ ኣብ ሓደ ምሸት ኣይተሰረሐትን ዝበሃል ኣበሃህላ ማለት እዩ። ሮማ ኣብ ኣውሮፓ ካብ ዝርከባ ሃገራት እታ ብጣዕሚ ጽብቕትን ውቅብትን ከተማ እያ እሞ እዚ ነገር እዚ ግን ብሓደ ለይቲ ዝስርሕዎ ኣይኮነይ ማለት እዩ። ብዙሓት ኤግዛምፕላት ከነቐምጥ ንኽእል ኢና። ብጣዕሚ ብዙሓት ማለት ብ ሓደ ለይቲ ሓስዩ ፅባሕ ንዝመፅእ ልመፅ መዓልቲ ሂወቶም ለማሓይሹ ሰባት የለን ናይ ብዙሕ ፃዕርን ትዕግስትን ልመፀ ለውጢ እሞ ኣብ ሂወትና ልደለናዮ ነገር ተሃልዩ ኩሉ ግዜ ክንዝክሮ ክንልግበና ትዕግስትን ፅንዓትን ፃዕርን ህምለልዮ ክንርስዕ የብልናይ ማለት እዩ እዚ ነገር ክንዝክሮ ተደሊና ልክዕ ነገር ልኾነ ሕጊ ክነስታውሲ ልግበና ማለት እዩ ናይ ምዕፃድን ናይ ምዝራእን ሕጊ ልባሃል ልዮ ናይ ምዝራን ናይ ምዕጻድን ሕጊ ኣብ ህይወትና ሃመይ ከነትግሮ ከም ዝግበእና ሎማዓንቲ ልዓጸናዮ ሎማዓንቲ ልዘራእናዮ ጽባሕ ኣይንዓጽዶን። ሓደ ሓደ ዘርእታት እውን ካብ ክልተ ወርሒ ካብ ሰለስተ ወርሒ ወይ ድማ ካብ ኣብ ወርሒ ኣብ ሰለስተ ሰሙን ዝተፈላለዩ ምርቲ ወይ ድማ ኣዝመራ ክንረክብ ንኽእል ኢና ማለት እዩ። ናትና ናይ ህይወትና ድሌት ወይ ድማ ናትና ናይ ህይወትና ዓወታት ድማ መሰረቶም እቶም ንዘርኦም ዘርኢ እዮም ማለት እዩ ልክዕ ብጣዕሚ ዓበይቲ ፕሮጀክታት ዓበይቲ ድልማት ዓበይቲ ጎላት ተሃልዩና ኣብ ህይወትና ዓበይቲ ፃዕርን ዓበይቲ ትዕግስትን ዓበይቲ ፅንዓትን ከም ዘለና ክንርስዕ የብልና ማለት እዩ ኣብዚ ግዜ እዚ እውን ናትና ፈተነ ዝጅምር ማለት እዩ ኣብዚ ግዜ እዚ እውን ናትና ቻለንጅ ዝጅምር ማለት እዩ እዚ ክብል ከለኹ ብደንብ ንምብራራ ዓንቶ ትልሚ ነውፅእ ተለና ኣብ ትምና ኢንክሉድ ክንገብሮም ካብ ዝግብኡና ነጥብታት እንታይ እዩ? ኣብ መንገደይ ከጋጥሙኒ ዝኽእሉ ዝተፈላለዩ ቻሌንጃት ወይ ድማ ኣብ መንገደይ ከጋጥሙ ዝኽእሉ ዝተፈላለዩ መሓኹልታት እንታይ እዮም? እዞም ነገርዚ እዚኦምኸ መዓዝ እየ ከመይ ገይረ እየ ክሸግሮም ዝኽእል ዝብሉ ሕቶታት ንባዕልና ብምሕታት ኣብዚ እዋን እዚ ጸበባ ኣብ ዘጋጥመሉ ኣብዚ እዋን እዚ ጸልማት ኣብ ዝተሰምዓና እዋን ሕልምና ብምስትዋስ ወይ ድማ እቲ ናይ ዓወት ህይወትና እንታይ እዩ ኢልና ንሓስቦ ነገር ብምዝካር ህይወትና ናብ ዝሓሸ ብርኪ ከነብጽሖ ከም ንኽእል ኢና እሞ መብዛሕትኡ ግዜ ሰብ ተስፋ ልቆርጽ ብጣዕሚ ብዙሕ ስቃይ ድሕሪ ብጣዕሚ ብዙሕ ጻዕሪ እታ ጸልማት ትበዝሖ እሞ ኣብ መጨረሻ እዩ ብርሃን ከይረኣየ ተስፋ ንቆርጽ ናብ ካሊእ ንሰግር ወይ ድማ ናብ ካሊእ ዓወት ሂወት ንእልሽ ማለት እሞ ክንርስዖ ዘይግበኣና እቲ ልሓሰብናዮ ፕሮጀክት ክሳዕ ልሳካ ሕዚ እውን ኣብ መወዳእታ እቲ ጸልማት ብርሃን ሃመሉ ክንዝክር ይሕንዲ ግበኣና ማለት እዩ። እቲ ሓምሻይ ሜላና ኣብ ናይ ሎማዓንቲ ምድላውና ከም መዛዘሚ ጌርና ሒዝናዮ ዘለና ምስ እቶም ዕዉታት ሰባት ሚስጥሮም ካብ ለካፍሉና መንገድታ እዩ። መጽሓፍቲ ኣንበብቲ እዮም። ኣብ ዝተፈላለዩ መድረኻት ናይ ሰልፍ ዲቨሎፕመንት ዝበሃሉ ንባዕሎም ኢንጌጅ ወይ ድማ ንባዕሎም ብምስታፍ ዝሓሸ ህይወት ዝፈጥሩ ሰባት እዮም መብዛሕቲኦም ማለት እዩ። እስቲ ናይ መወዳእታ መጽሓፍ መንበባና ኣሎ ወይ ድማ ናይ መጨረሻ መጽሓፍ ነንበብናሉን ግዜ መዓሶን እዩ ክትህልና ብዙሕ ግዜ ናይ መጽሓፍ ናይ ምንባብ ተኽእሎና ወይ ልማድና ትሕት ዝበለ ክኾን ይኽእል እዩ። እዚ ግን ከነስተኻኽሎም ዝግበእና እዩ። ናይዞም ኩሎም ሰባት ዕውታት ሰባት ኢልና ንሓስቦም ምስ ዓወቶም መጽሓፍ ናይ ምንባብ ልማዶም ዝለዓለ እዩ ማለት እዩ። መጽሓፍ ናይ ምንባብ ተኽእሎና እተሓተተ ኮይኑ እውን ካልኦት መንገድታት ክህልዩና ይኽእሉ እዮም። ካልኦት ሰባት ንኣብነት ንዓየ ክሕግዘኒ ልኽእል ናይ ናየ ሕልሚ ምስ ናይ ኻሊእ ሰብ ሕልሚ ልማሳሰል ተኾይኑ በቲ ሕልሚ ሰብ ልሓለፈ ወይ ድማ ልተሳኽዑሉ ሰብ ኸይደ ክፋለጥ ልግበኒ ማለት እዩ። ልተፋላለዩ መድረካት ክህሉ ይኽእሉ ልተፋላለዩ ሰሚናራት ወርክሾባት ክህሉ ይኽእሉ እዮም። ኣፍቲ መድረካትን ኣፍቲ ወርክሾፕን ብምኻድ ባዕልና ከነጎልብት እዩ ልግበና ማለት እዩ። ግን ንገብር ተኾይና በርግጠኝነት ኣብ ህይወትና እቲ ዝሓሰብናዮ ሓሳብ ክንሳኻ ንኽእል ኢና ልብል እምነት እኒኤኒ ማለት እዩ እሞ ያው ህይወት ኩሉ ግዜ ቀላል እያ ሰባት ባዕልና ኢና ህይወት ኮምፕሊኬት እንገብራ ዝተፈጠርናሉ ትርጉም ሓደ እዩ ኩልና ኣብዚ ዓለም ንመፅእ ተለና ሰብ ንምግባር እዩ ናይ ካልኦት ሰባት ህይወት ንምምሕያሽ እዩ እዚ ኩሉ ግዜ ክንዝክሮ ከም ዝግበእና እግረ መንገደይ እውን ከዘክረኩም ይደሊ ማለት እዩ ንዝመፅእ ፕሮግራምና ዝተፈላለዩ ቪድዮታትን ናይ ኣነቓቓሕቲ ወይ ድማ ሞቲቬሽናል ቪድዮታት ከምዚ ሰልፍ ዲቨሎፕ ክገብሩና ዝኽእሉ መንገድታት ክንሰርሕ ኢና። ኣብቲ ታሕቲ ዘሎ ሊንክ ብምርኣይ እውን ለለና ሓበሬታና ለለና ቻናል ሳብስክራይብ ክትገብሩ